ሰላም ሰላም ተኸታተልቲ ታይገርስ ዩቲብ ቻነል ሎማዕንቲ ኣብ ናይ ቴክኖሎጂ ወግዕና ሓደ ዝገርም ፋይተር ጀት እየ ሒዘልኩም መፅኦ ዘለኹም ናይ ኣሜሪካ ስራሓት ዝኾነ ኤፍ 22 ራፕተር ተዋጋኢት ጀት እያ። እዘን ጀታት እዚኤን ኣብ ኣየር ኣብ ኣየር ናብ ኣየር ዝግበር ውግኣት ወይ ከዓ ኤር ቱ ኤር ፋይተር ጀት እየን ብተለምዶ ወይ ከዓ ዶግ ፋይተርስ ይበሃላ። ኤፍ ትወንቲ ቱ ራፕተር ብዘለወን ዓቕሚ ኣብ ሰዓት ልዕሊ ሓደ ሽሕን ሓሙሽተ ሚእትን ማይልስ ወይ ከዓ እዚ ብኪሎ ሜትር ትንክል ተላ ሰለስተ ሽሕን ሓሙሽተ ሚእትን ኪሎ ሜትር ኣብ ሰዓት እስካዕ ሰለስተ ሽሕን ሓሙሽተ ሚእትን ኪሎ ሜትር ኣብ ሰዓት ፍጥነት ኣለዎን ከም ናይ ድምፂ ፍጥነት እውን ክልተ ዕፅፊ ይፍጥና እየን ናይ ምትዕፃፍ ዓቕመን ወይ ከዓ ሓይሊ ማኑቨረብል እየን ብጣዕሚ ተዓፃፀፍቲ እየን በዚ ዓይነት እዚ ከዓ ንጉስ ሰማይ ዝበሃል መዓርግ እውን ተዋሂበን እዩ ኣብ ዓለምና ኣለዋ ካብ ዝበሃላ ኣብ ኣሜሪካ ስራሕተንን ናብ ካልኦት ከዓ ከም እኒ በዓል ራሻ ንፈረንሳይ ዝሰርሕወን ጀታት ኣብ ቅድሚት ካብ ዝስራዕ ኣጀታት ሓንቲያ ማለት ኤፍ ዕስራን ክልተን ራፕተር ዝተፈላለዩ ዓይነት ቴክኖሎጂታት ዝተዓጠቐት እያ። ካብኣቶም ከዓ ሓደ እንታይ እዩ ካብ ቀለማ ጀሚሮ ሰም ኮት ዝተገበረትሉ ቀለም ናይ ራዳር ጨረራት መጢጡ ወይ ከዓ ርፍሌክት ከይገብር ኣብኡ ምሒጡ ዘትርፍ ዓይነት ቴክኖሎጂ ዘለዎ ቀለም ኮት ዝተገብረ እየን። ካልኣይ ከዓ ትሕት ኢልካ ናይ ምብራር ክእለተን ካብ ራዳር ወፃኢ ካብ ዝገብርወን ሓደ ክእለት ንሱ ወይ ከዓ ቴክኖሎጂ ንሱ ዝተዓጠቓ ምዃነን እየን። ካብ ራዳር ወፃኢ ትሕት ኢለን ክበራ ከለዋ ብቕርበት ዘለዎም ናይ ጸላኢ ታርጌታት ንክወቕዑ ብዘኽእሎም ዓቕሚ እዩ። ካብኡ ንላዕሊ ከዓ ትሕት ኢለን በሪረን ካብ ራዳር ወፃኢ ናብ ናይ ፀላኢ ታርጌታት ኣትየን ቶሎ ኣጥቂዐን ቶሎ ናይ ምውፃእ ዓቕመን ከዓ ኣብ ዓለም ብጣዕሚ ዓብለልቲ ካብ ዝገብርወን ክእለታት ሓደ እዩ። ብኻሊእ ከዓ ጫፍ ኣፍንጨኣን ቴስዓ ዲግሪ ንላዕሊ ቀጥ ኢለን እስካዕ ስሳ ሽሕ ጫማ ንሰማይ ክውንጨፋ ይኽእላ እየን። እስካዕ ስሳ ሽሕ ጫማ ብራኽ ክወጻ ይኽእላ እየን ንላዕሊ። ብጣዕሚ ካብ ናይ እቲ ፍጥነተን እቲ ዝለዓለ ናይ ምትዕጽጻፍ ክእለተን እውን ኣብ ሰማይ ዓብለልቲ ካብ ዝገብረን ካብ ዓለም ቀዳሞት ካብ ዝበሃላ ዝሰርዐን እየን። ነዚ ፍጥነትን ዓቕምን ክህልወን ዝገብረን ክልተ ቲ ፕራት ዊትኒ ኤፍ ሚእትን ዓሰርተ ትሽዓተን ቱርቦፋን ዝኾኑ ሞተራት ኣለወን። ሕድሕዶም እዞም ሞተራት እዚኦም ሰላሳን ሓሙሽተ ሽሕ ፓውንድ ድፍኢት ዝፈጥር ዓቕሚ ኣለዎም። እዚ ዓቕሚ እዚ'ዩ ኸኣ ናይ ፍጥነተን ምስጢር። ብኻሊእ ኸኣ እቶም ሞተራት ትረስት ቬክተሪንግ ብዝብልዎ ዓይነት ቴክኖሎጂ እቲ ድፍኢትስ ቻነል ምግባር ወይ ከዓ ንሳቶም ብዒስራ ዲግሪ ንላዕልን ንታሕትን ነቶም ሞተራት እናተቆፃፀሩ እቶም ፓይሎታት ንኸተዓፃፀፋ ይገብርዎም ኣብቲ ቪድዮ ከም እትሪእዎ ዘለኹም ዝለዓለ ናይ ምትዕፃፍ ክእለት ሓደ ሓደ ግዜ ካብ ፊዚክስ ዝፃረር ወይ ከዓ ሪዲክለስሊ ማኑቨረብል እየን እዮም ዝብልወን ህዝቢ ምእማን ብዘፀግም መልክዑ ተዓፃፀፍቲ እየን። ብኻሊእ መገር ከዓ ተተኳሲ ናይ ምሽካም ክእለተን እውን ብጣዕሚ ኤኣይኤም ሚእትን ዒስራን ዝዓይነቶም ኤኣይኤም ትሽዓተ ሎንግ ሬንጅ ሚድየም ሬንጅ ሾርት ሬንጅ ዝኾኑ ኣብ ሓፂር ርሕቐት ኣብ ማእኸላይ ርሕቐት ኣብ ነዊሕ ርሕቐት ዘለዉ ክውቅዑ ዝተደለዩ ታርጌታት እውን ናይ ምውቃዕ ክእለት ዘለዎም ተወንጨፍቲ ሚሳኤላት ናይ ምሽካም ክእለት ኣለወን። ኣናእሽተይ ዲያሜትር ዘለዎም ቦምባታት ናይ ምሽካም ካብ ሰማይ ናብ መሬት ዝድርበዩ ማለት ኤር ቱ ግራውንድ ቦምባታት እውን ናይ ምሽካም ክእለት ኣለወን። በብግዜኡ ኸዓ ኣብዴት እናተገበራ በብግዜኡ እናተመሓየሻ ሪሰርችን ናይ ምሽካም ክእለተን እናዕበይዎ እዮም ዝመፅኡ ዘለዉ። እስካዕ ኣነ ዝረኣኹዎ እኳ ሓደ ሽሕ ኪሎ ሜትር ርሕቐት ኮይነን ዝድለ ናይ ጸላኢ ታርጌት ናይ ምውቃዕ ተወንጭፎም ከይዶም ክወቕዑ ዝኽእሉ መሳርሕታት ዝተዓጠቓ እየን። ብዝተረፈ ብዙሓት ነገራት ኣብ ቀጻሊ ቪድዮታት እንዳሰራሕና ክንመጽእ ኢና። እስካዕ ቀጻሊ ቪድዮና እስካዕ ንራኸብ እዘን ዝተረፋ ቪድዮታት ተኣንገዱለይ ሼር ሰብስክራይብ ምግባር እውን ኣይትርስዑ። ቻው ቻው የቐንየለይ።